ሰላም ተኸታተልቲ መደበይ ኣብ ዘለኹም ሰላም ክትህሉ ናይ ወትሪ ትምኒተይ ናይ ሎማዓንቲ ቪድዮይ ከመይ ገርና 225 ናይ መፅሓፍቲ ምንባብ ልምድታት ነጥሪ ዝብል ቪድዮ እየ ናባኹም ከዳልዋ ተዳልየ ዘለኹ ክሳብ መወዳእታ ምሳይ ሓቢርኩም ክትፀንዑ ብክብሪ ይዕድመኩም 225 መፅሓፍቲ ክነንብብ ትሕግዘና ቀዳመይቲ ክንገብራ ዘለና እስኻን ንስኽን ኣብ ህይወትኩም እንታይ ትፈትዉ ክተለልዩ ክትክእሉ ኣለኩም። ብዛዕባ ሞያኻ ብዛዕባ ንስኻ ትዛረቦ ብዛዕባ ማለት ብዛዕባ ሞያኻ ብዛዕባ ንስኻ ብዛዕባ ምንታይ ምዝራብ ትፈቱ ብዛዕባ ምንታይ ምስማዕ ትፈቱ ብዛዕባ ንስኻ ትፈትዎ ክትዛረብ ከለኻ ወይ ከዓ ክትሰምዖ ደስ ዝብለካ መፅናዕቲ ግበር እንታይ ንስኻ ትፈቱ መፅናዕቲ ግበር ብድሕሪኡ ብዛዕባ እቲ ዓውዲ ንስኻ ትፈትዎ መፅሓፍቲ ገዚእኻ በቲ ቋንቋ እንግሊዝ ክኸውን ይኽእል ብቋንቋ ትግርኛ ክኸውን ይኽእል ማለት እዩ ዝተፅሓፉ መፅሓፋት ደሊኻ ክትገዝእ ኣለካ ማለት እዩ ካልኣይ እታ ካልኣይቲ ክንገብራ ዘለና ንኩልና ክተሰማማዓና ወይ ከዓ ብዘየገድስ እንታይ ዓይነት መፅሓፍቲ ንስኻ ትፈቱ ንፈትዎ ነንበይና ክፈላለዩ ክኸውን ይኽእል እዩ ከምኡ ኢኻ ብርግፅ ግን ሓንቲ ንኩልና ክሕግዘና ትኽእል እንታይ ኣሎ ብዛዕባ ሓንጎል መፅሓፍቲ ምንባብ ከኣ ኣገዳስን ጠቓምን ክኸውን ይኽእል ኣብዚ ማለት ምክንያቱ ነቲ ክተንብቦ ደሊኻ ዘለኻ መጽሓፍቲ ትገዝኦ ንዑ ንክተንብቦ ሓንጎልካ ብኸመይ ይሰርሕ ብኸመይ ክትጥቀመሉ ትኽእል ምርዳእ ስለ ዘለና ማለት እዩ ብዝያዳ ሽዑ ብዛዕባ ሓንጎላት መፅሓፍቲ እንድሕር ዳ ምንባብ ተጀሚርና መጀመርያ ሓንጎልና ኮንትሮል ክንገብሮ ንጅምር ብድሕሪኡ ነቶም ክተነንብቦም ደሊና ዘለና መፅሓፍቲ ብዕላማን ብፕላንን ንዓና ከሐጉሰናን ወይ ከዓ በቲ ንፈትዎን በቲ ንሕና ደስ ዝብለና ዓይነት ሞያ ብዛዕባኡ መፅሓፍቲ ክነንብብ ንደሊ ስለ ዘለና ንፁር መልእኽቲ ወይ ንፁር ዝኾነ ሲግናል ንሓንጎልካ ትሰደሉ ኣለኻ ማለት እዩ ስለዚ ብዛዕባ ሓንጎል መፅሓፍቲ ክነንብብ ንኽእል ኢና ማለት እዩ ኣብዚ ቀንዲ ክንመዛዝኖ ዘለና እንታይ ኢና ክንገብር ዘለና መፅሓፍቲ ንኣብነት ብዛዕባ ልቢ ወለድ እንድሕር ድኣ ንስኻ መፅሓፍ ተገዚኻ ግን ከዓ ብዛዕባኡ ኢንተረሰ ወይ ከዓ ንስ ዘይትፈቱ እንድሕር ድኣ እንተኾንካ ኦረዲ እቲ መፅሓፍ ገዚእኻዮ ክተንብቦ ትኽእል ኢኻ ግን ንዓኻ ስዕበት ዘይፈጥረልካ ክኸውን ይኽእል እዩ እንተኾነ እቲ ቀንዲ ኣብዚ ክንገብሮ ዘለና ብዛዕባ መጀመርያ ቅድሚ መፅሓፍ ምግዛእና ብዛዕባ ምንታይ ኢና ምንባብ ንፈቱ ወይ ብዛዕባ ምንታይ ኢና ንፈቱ ብድሕሪኡ ብዛዕባ ንኣብነት ብዛዕባ ገንዘብ እንድሕር ዳ መጽሓፍ ምንባብ ትፈቱ ተኾንካ እዚ ብፍላይ ኣብ ከባቢ ጀርመን ወይ ኣብ ጀርመን ዘለኹም ሰባት እዚ መጽሓፍ እዚኣ ገዚእኹም ክትብልዋ ትኽእሉ ኢኹም ካሪረ ሚት ሲስተም ትብል ደላ መጽሓፍ ማለት እዩ ደር ኖየ ዴክ ስዳይነም ትራውም ኣይንኮም ኡን ፉሉንግ ትብል ኣላ ማለት እዩ እዚኣ መፅሓፍ እዚኣ ኣብ መወዳእታ 224 እያ ተፃሒፋ ስለዚ ብዛዕባ ገንዘብ ብከመይ ገርካ ኣታዊካ ተዕቢ ትገልፅ መፅሓፍ እያ ማለት እዩ ኣብ ፍርቂ ብፂሐ እያ ኣለኹ ኣንቢበ ማለት እዩ ስለዚ ኣብዚ እንታይ ክሕግዘካ ዝኽእል ብዛዕባ ቴክኖሎጂ መጻሕፍቲ ውን ከምኡ ውን ክተንብብ ትኽእል ኢኻ ምኽንያቱ እቲ መጻኢ ናይዛ ዓለምና ብተክኖሎጂ ዓይነት ይቕየር ስለ ዘሎ ብዛዕባ ገንዘብ ብዛዕባ ፊናንስ ብዛዕባ ስቶክስ በቲ ስኻ ትፈትዎ ዓይነት መጻሕፍቲ ክተንብብ ትኽእል ኢኻ ምክንያቱ ኣነ ብዛዕባ እየ ዝነጥፍ ብዛዕባ እዩ ከዓ ደስ ዝብለኒ ብዛዕባ ከዓ መጽሕፍቲ የንብብ ማለት እዩ ብዛዕባ ገንዘብን ብዛዕባ ፊናንስን ማለት እዩ ምክንያቱ ኣብቲ ዓውዲ ስለ ዝነጥፍ ቀዳመይቲ እንታይ ኢልና ንስኻ እንታይ ትፈቱ ወይ በቲ ዓይነት ሞያኻ ንስኻ ተፍቅሮን ትፈትዎን ብኡ ብዛዕባኦም መፅሓፍቲ ግዛእ ካልኣይቲ እንታይ ኢልና ብዛዕባ ሓንጎልካ መፅሓፍ ምክንያት ሓንጎልካ ብዝያዳ ንክትርድኦ ብዛዕባ ሓንጎል መፅሓፍ ክንገዝእ ክነንብብ ክንክእል ኣለና ኢልና ኣለና ማለት እዩ ስለዚ እዘን ክልተ እንድሕር ዳኣ ተገይርና ኣብ ክልተ ሽሕን ዕስራን ሓሙሽተን ክልተ መፅሓፍቲ ገዚእና መጀመርያ ኣብዚ ክነንብብ ንኽእል ኢና እቲ ቀንዲ ኣብዚ ክረአ ዘሎ እቲ ሓድሽ ልምዲ ካብ ዓመት ናብ ዓመት ሓድሽ ልምዲ እንዳጥረኻዮ ክትከይድ ከለኻ ንመፃኢ ን226 ከዓ ኣይሆፕ ኣርባዕተ መፅሓፍ ሽዱሽተ መፅሓፍ ክተንብብን ክተንብብን ስለ ትኽእሉ ማለት እዩ ሎሚ ግን ክንጅምሮ ክንክእል ኣለና ብዛዕባ እቲ ንፈትዎን ነፍቅሮን ዓይነት ዓውዲ ማለት እዩ እዛ ቪድዮ ሓጊዛትኩምን ደጊፋትኩምን ክትከውን ኣብ 225 ሓደሽ መፅሓፍቲ ገዚእኹም ንክተንብቡ ሓደሽ ልምድቲ ንክተጥርዩ ማለት እዩ ደጊፍ ሓጊዛትኩም ክትከውን በዓል ሙሉእ ተስፋ ንክትባፅሖም ኣለዋ ዝበልኩሞም ሰባት ከዓ ክትሰድሎም ትኽእሉ ኢኹም ኣብ መወዳእታ ላይክ ሸር ኮመንት እንዳገበርኩም ከዓ ክትተሓባበሩና ትኽእሉ ኢኹም ኣብ ካልእ ብካልእ ክሳብ ንራከብ ሓውኩም ግርማይ ደሓን ኩኑ ቻው ቻው።